ቤራ በዓል ጠራሙስ ካብ ፖርቱጋል እንዲ ድንግል ዲኻ እዩ ካብ ክፍሊ ኣካላት ጓል ኣንስተይቲሲ እንታይ ደስ ዝብለካ እዩ? እንታይ እዩ እቲ ምኽንያት እዞም ኩሎም ተዋሳእቲ ሃገርና ኩሎም ይምርዓዉ ኣለዉ? መዳ ጨካን ኣብ መብረር ጌርካ ዘሕረካኒ ካብኡ ንድሕር ክሳብ ሕጂ እየ ዝጸልየካ። ከርእየኪ እኔ ሳዕሲዕ እዚ ኣይተኾነ ከመይ እየ እሞ እዚ ኣይተኾነሽ ዘሰን ዘሰን ካብ ህዝቢ ናብ ህዝቢ ሰላማት ክቡራት ተዓዘብትና እዚ ጥበብ ሰሲና ኣብ ሰሰ ኢንተርቴንመንት ዝቐርብ መደብ ኮይኑ ካብ ህዝቢ ንዝመፃኒ ሕቶ ኮነ ርእቶ ንክምልስ ሎማዓንቲ ይመፅእ ኣለኹ ሀራይ ቀዳመይቲ ሕቶ መድኃኔ መን እዩ እያ ትብል ኣነ መድኃኔ ዮሃንስ እበሃል ኣብ ጎዳይፍ ዳውድ ዋጫ ዝበሃል ገዛውቲ ተወሊደ ክሳብ ናብ ስደት ማለት ናብ ኣዲስ ኣበባ ክሳብ ትወፅእ ከዓ ኣብ ጎዳይ ፈቐመጥ ነይረ ማለት እዩ በዳ ሓውና ኣነስ ኬፍ ክትበኒ መዓት ከለኻስ ከብድኻ ግን ተሓባብረና እዎ ዋላ ኣነ ከማን ሕጂ ሓካሓይሽ ከምዚ ንዓይ ከማን ብጣዕሚ ዓቕለይ ኣፅባትለይ ነይራ ኣብ ሕጂ ሰዓት ግን ተወሰነ ቀኒሰ ኣለኹ ትረኣየካ እንተ ሃልያ ኮይና ሕጂ ሓካሓይሽ ማራ ደሓን ኣለኹ ኢለ ይሓስብ ብስርዓት ከማን ሒዘያ ኣለኹ ሕጂ ሞር ተንቀሳቒሰ ከጥፋየ ኣብ ዝመፅእ ሜቢ ቬላ ክገብራ

ቅድሚ ተወሰነ እዋን ሓቂ ሓይሽ ከምቲ ካልእ ዝኾነ ሰብ ዝሓስቦ ኢለ ርድኢት ነይርኒ ንኣብነት ከምዚ ስነ ጥበብ ህይወተይ እዩ ብለካ ዝኾነ ሰብ ስነ ጥበብ ንዓይ ዓለመ እዩ ብል ካልእ ሰብ ስነ ጥበብ ንዓይ ከምዚ ብዙሕ ሰብ ክስታይ ይብሎ ሕጂ ኣነ እውን ከምኡ ዓይነት ርድኢት ነይርኒ ማለት እዩ ቅድሚ ተወሰነ መዓልታት ኣብ ሰሙናት ግን ማማ ርግኣት ርግኣት ተኽለ ማለት እዩ ዝኾነ መደብ ነይረዋ ኣርቲስት ኣኪባ ዘዳለወቶ መደብ ስነጥበብሲ ስርዓት እዩ፣ ስነጥበብ ሰብ ምኽባር እዩ፣ ስነጥበብ ህዝብኻ ምኽባር እዩ፣ ስነጥበብ ባህልኻን ሕብረተሰብካን ምኽባር እዩ ትብል ነይራ። ስለዚ ስነጥበብ ንዓይ ከምኡ እዩ። ነቲ ሕጂ ዝብል ዘለኹ ግን ነቲ ካልእ ሰብ ህይወተይ እዩ፣ ደመይ እዩ ገለ ብዙሕ ብደስ ዝበሎ ሰብ ክገልጾ ይኽእል እዩ፣ ንዑ ይቃወሞ ኣይኮንኩን ዘለኹ። ኣብ ርእሲኡ ግን ኣነ ኣብዛ ናይ ርግኣት ተኽለ ዝበለታ ሓሳብ ኣብኣ ተሰማሚዐ ኣለኹ። ስነ ጥበብ ንዓይ ስርዓት እዩ ክኸውን ዝኽእል። መዳ በጥራም ኢኻ ትመስል ከመይ ቫእ እንታይ ድዩ መሲለካ ክኸውን ይኽእል እየ በጥራም ግን ኣይኮንኩን ኣይኮንኩን በጥራም ማለት ድዩ ዝኾነ ሰብ ሕጂ ክሳብ ዝቐርበኒ ዝኾነ ሰብ ከምኡ ክመስሎ ክእል እየ ኣብ ብዙሓ ሰባት ከምኡ ስለ ዝብሉኒ ገለ ከምኡ ኸውን ይመስሎም ኾነ ምስ ቀረበኒ ግን ከምዚ ብጣዕሚ እየ ከማ እንታይ ይበሃል ክብለካስ ብጣዕሚ እየ ሰብ ዝፈቱ ሰብ ዘኽብር ገለ ኢቭን ፀወታ ሰሓቕ ስለ ዝፈቱ ከዓ ከምዚ ቀልጢፈስ ሕውስ ክብል ይኽእል ናብ ዝኾነ ሰብ ስለዚ በጥራም ኣይኮንኩን መሊሰልካ ክኸውን ከዓ ተስፋ ገብር ሳሴ ትሕቱ ድማ ስነ ጥበብ ሃገርና ኣብ ስደሲ ከመይ ይኸይድ ኣሎ ኢልን ኣሎ ስነ ጥበብ ሃገርና ኣብ ስደት ኣነ ከምዚ ብጣዕሚ ፅቡቕ ኢሉ እያ ገልፆ ዝኽእል ምክንያቱ ክንምንታይ ሽግር ሰጊርካ ክንድምታይ ቻለንጅ ዘለዎ ነገራት ሓሊፍካ ኢኻ ትሰርሖ ነዚ ስራሕ ምናልባት ኤዲት ተገይሩ ተወዲኡ ኮፍ ኢሉ ዝኾነ ሰብ ኣብ ሳሎን ድዩ ዋላ ኣብ ደስ ዝበሎ ነገር ወይ ድማ እዋን ሓጊዝዎ ኣብ ሳሎን ኮፍ ኢሉ ዩቲብ ረኺቡ ክሪኦ ከሎ ንዑ ቀሊል ክመስሎ ይኽእል እዩ ዝኾነ ሰብ ንዓና ግን ብጣዕሚ ይኸቢድ ብጣዕሚ ከማን ምክንያቱስ ብዙሕ ነገር ኢኻ ትፃወር ቋንቋ ትፃወር ብዙሕ ባህሪ ሰብ ትፃወር ብዙሕ ካልኣይ ብዙሕ ዝፈላለ ዋላ ናይ ሕብረተሰብ ርድኢት ኣሎ ብዙሕ ነገራት ተሳጊርካ ኢኻ ነዚ ነገር ዝትሰርሖ ስለዚ ካብ ዘለዎ ሞር ክቐፅል ደስ ዝብለኒ ናይ ወትሩ ድሌት እዩ በዛ ሓይትካ ንዘላኻ ሳብዛ ሓይቲ ሰዓት ግን ኣነ ብጣዕሚ ፅቡቕ ኢለ ክገልፆ ዝኽእል ክንደይ ፊልም ከ ሰሪሕካ ኣለኻ ሓቂ ሓይሽ ብቑፅሪ ክንዲዚ ፊልም ሰሪሐ ገለኢላ ክዝክሮ ይክእል እየ ምክንያቱ ብጣዕሚ ከምዚ መዓልታዊ ኢኻ ዝሰርሕ ስፔሻሊ ኣብዚ ዓዲ እዚ ኣብ ዝመፃ ኩሉስ ዕረፍቲ የብልካን ዕስራን ኣርባዓን ሰዓት ኣብ ስራሕ ኢኻ ግን ብውሕዱ ክሳብ ሽዱሽተ ሸውዓተ ዝኸውን ተኸታታሊ ሰሪሐ ኣለኹ ሾርት ሙቪ ድማ ካብ ዓሰርተ ንላዕሊ ዝኸውን ሰሪሐ ኣለኹ ማለት እዩ መዳ ሓወይ እንኳዕ ብሰላም መፅኻ ድንሎ እንኳዕ ብሰላም ፅናሕካ ሕቶ ኣላትኒ ንምንታይ ንምንታይ እባ ጨካን ኮንካ ትዋሳእ ኣነስ ብጣዕሚ እየ ዝፈትወካ ግን ጨካን ኮንካ ትዋሳእ ዓርክኻ ኣላትካ ዶ ፕሊስ ከይትሰግራ መልሰለይ እዚኣ በልኒ እባ ኣነ መቸም ጨካን ኮይነ ክዋሳእ ኣለኒ ወይ ርጉም ኮይነ ክዋሳእ ኣለኒ ኢለ ዝመርጾ ነገር የብለይን ከምቲ ኣቐዲመ ከማን ክመሊስ እየ ጸኒሐ ዝኾነ ሰብ ከምዚ መዳስ እዚኣ ከምጻእ ክእል ኢሉ እዩ ዝህበኒ ኣነኻ ሓቂ ሓሽካ ኣይጸሎን እቲ ጨካን ኮንካ ምስራሕ ወይ እቲ ከምኡ ዓይነት ባህሪ ሒዝካ ጨካን ወይ ካብቲ ሕብረተሰብ ፍልይ ዝበለ ባህሪ ሒዝካ ክሰርሕ ኣይጸሎን ኣነ ከምኡ ስፔሻል ብፍላይ ድሕር ኣምጽዮ ኸዓ ሞር የሐጉሰኒ ማለት እዩ ካልይቲ ዓርኪ ኣላትካ ዶ ዓርኪ ኣላትኒ ግን ሽማ ኣይነግረኩም እየ በል ኣላትና ዓርኪ እንታይ ዓይነት ካራክተር ሒዝካ ክትዋሳእከ ደስ ብለካ ብለኒ ኣሎ ኣነ ሓቂ ሃይሽ ከም ዝብሎ ፅናሕኩ ዝኾነ ካራክተር መሪፀ ገለ ኣይፈልጥኒ ናይ ከም ዝሰርሕ ኣለኒ እውን ኣይብልኒ ግን ግዴታ እንድሕር ኮይኑ ወይ ጨካን ወዲ ኮይነ ክሰርሕ ደሊ ወይ ድማ በኻይ ወዲ ኮይነ ክሰርሕ ደሊ ምክንያቱ ከምዚ ኣብ ዝኾነ ኣጋጣሚ ኣብ ከምኡስ ከምሻሉ ተሃነይ ዘውፃሉ ግዜ ስለ ዘጋጥመኒ ገለ ደስ ብለኒ እቲ ብብኽያት ገለ ዘለዎ ካራክተር ሒዞ ክሰርሕ ከዓ ማለት እዩ ኣብ ሂወትካ ክህልወካ ትደልዮ ነገር ኣነ ኣብ ሂወተይ ክህልወኒ ዝደልዩ ነገር ማለት እዩ ኣነ ሰላም እዩ ዝደለ ኣነ ኣብ ሂወተይ ዋላ ሓንቲ ነገር ካልኣ ይምነን ኣነ ኣብ ሂወተይ ንኣምላኽ ኣነ ሕጂ ክሓተቲ ኮይነ ወይ ክብለቲ ኮይነ በዛ ነገር እዚኣ ክምልሳ ኣብ ሂወተይ ኣነ ብጀካ ሰላም ዋላ ሓንቲ ነገር ኣይደልን ኣነ ናይ ኣእምሮ ናይ ጥዕና ናይ ኩሉ ሰላም በቃ ኣነ ኣብ ኣብ ሂወተይ እታ መጀመርያ ዝምነያ ነገር ኣነ ሰላም ክህልወኒ እየ ደለ ውሽጣዊ ሰላም ከዓ ስፔሻሊ ማለት እዩ ዌልካም መዳ ሓወይ ብለንሎ ዌልካም ዝሓወይ ማዕረይ ቴንኪዩ ቀፂለ ኣብ ሕቶይ ክኣቱ ሰለስተ ሕቶታት እየን ዘለዋኒ ተገዲስካ መልሰለይ የብለኒ ኣሎ መዳ ሓወይ ስነ ጥበብ ንዓኻ እንታይ እዩ ቅድሚኸ ኣብ ምንታይ ትነጥፍ ነርካ ስነ ጥበብ ንዓይ እንታይ እኳ ኣብ ኣድማ ቢለ መሊስያ ፀንሐ ንዓ ክሰግረ ቅድሚ ኣብ ምንታይ ትነጥፍ ነርካ ግን ቅድሚ ኣብ ስነ ጥበብ ምንጣፌ ማለት እዩ ኣብ ኣስመራ ጎዳይፍ ኣብ ዝነበርኩሉ ግዜ ዳፈለኛ ሞ ሰራሕ ነይረ ፈለኛ ሞ ብጣዕሚ እየ ዝፈቱ ነይረ ክሳብ ታሽዓይ ዓስራይ ከማን ፈለኛ እሞ እንዳስራሕኩ እየ መፅኤ ብድሕሪኡ እየ እዚ ክላስ ምስ ወሰድኩ እየ ነዚ ነገር ዝታይ በሃል ገይረ ብድሕሪኻ ናብ ካልእ ሽፍት ነገር ገይረ ማለት እዩ ኣብ ስነ ጥበብ ተወሳኺ ኣበርክቶ ኣለካ ዶ ኣላልየና ተወሳኺ ማለት ካብ ምውሳእ ወፃኢ እዩ ዝኾን ዘሎ እወ ዳይሬክት ምግባር እፈቱ እየ ኣብ ርእሲ እውን ገይረ ኣለኹ ሰለስተ ገለ ዝኾና ደርፍታት ገለ መፅሓፍ ሓቂ ሓሽ ብዙሕ እፈቱ እየ ግን ብዙሕ ሞር ኣይፀቐጥኩሉን ካብ ሕጂ ግን ከምዚ ተኺለ ትምህርቲ ገለ ነገር ወሲዳ ከዕብዮ ተዘይኮይኑ ከዓ በቲ ንእሽተይ ሒዘ ዘለኹ ኣምር ናይ ትምህርቲ ነቲ ነገር ነቲ ስራሕ ኩሉ ክሰርሓሉ ይደሊ እየ ተመሊሳትልካ ክትከውን ተስፋ ገብር ዝሓወይ ነትህበኒ ኣቕዲመ የመስግን ብለሎ ሳሚ ካብ ኣዲስ ሳሙኤል መሓሪ ማለት እዩ መዳ ሓወይ ኣብ ህይወትካ ሰላም ኣብ ስራሕካ ኣሳልጦ ይምነየልካ ብምቕፃል ካብ ድምፃውያን ሃገርና ብፍሉይ ተድንቖ ተለካ ብድምፁ ሓንቲ ደርፍታቱ ከተስማዓኒ ደስ ምበለኒ ይብለኒ ኣሎ ምዋ ሓቂ ሓይሽ ብምልኦም ኣርቲስት ናይ ዓድና ስፔሻል ደረፍቲ ብጣዕሚ እየ ዘንኦም ኣብ ውሽጢ ሃገር ዘለዉ ኣብ ስደት ዘለዉ ኣብ ኩሉ ዘለዎ ማለት እዩ ብጣዕሚ ማለት ሲ ብምልኦም ኣርቲስት ናይ ኤልትራ ብጣዕሚ እየ ዘኽብሮም ዘንኦም ግን ግዴታ ተደኣ ኮይኑ ኣነ ኤልሃም መሓመድ እየ ዝፈትዋ ኣነ ካብ ኣዋልድ ኤልሃም መሓመድ ብጣዕሚ እየ ዝፈትዋ ካብ ኣወዳት ድማ ሙሴ ብርሃን ግርማይ ዓንዶምን እየ ዝፈቱ ብፍቕሪ እየ ዝፈቶ ኣጋጣሚ ምስ ሙሴ ምስ ሙሴ ብርሃን ንፋለጥ ኢና ፅቡቅ ጌርና ዓብ ሓወዩ ብስርሑ ከዓ ብጣዕሚ እየ ዘድንቆን ዘኽብሮን ግርማይ ዓንዶም ከዓ ካልኣይ ናቱ ማለት እዩ ካብ ዋልድ ከዓ ኤልሃም መሓመድ መሊሰልካ ከውን ሳማ ሓወይ ተስፋ ገበር ቴንኪዩ መጀመርያ ሰላምታ የቐድም መዳ ሓወይ ልኒ ቴንኪዩ ኣነ እውን ሰላም እብለካ ክቡር ሓወይ ስነጥበብ መዓስ ኢኻ ጀሚርካዮ? ኣነ ስነጥበብ ክጅምሮ ከለኹ ሲ ከምዚ ቀደም ኣብ ሻርሻይ ገለ ክፍለ ከለና ከምዚ ናይ ናይ ቤት ትምህርቲ ምሻሉ ስኢልካ ሳዕስዒት ገለ ዝግበር ገለ ኮምታ ተእትውና ነይሩ ተመምሃራን ገለ ሽዑ ብድሕሪኡ ዳርጋ ክሳብ ታሽዓይ ክፍሊ ዝኸውን ዝኾነ ነገር ገይረ ይፈልጥ ነይ ኣብ ታሽዓይ ክፍሊ ግን ኣብ ቤት ትምህርቲ ሃይ ስኩል ታሽዓይ ክፍሊ እናተምሃርኩ ከለኹ እዩ ብባህላዊ ጉዳያት ተዳለወ ትምህርቲ ናይ ኮርስ ኣለዉ ናይ ኣርት እሞ ክትምዝገቡ ትደልዩ ሰባት ኣለኹም እንዲኹም ኢሎም ምስ ተሓተተ ኢና ኣብኡውን ኣነ ብፆተይን ከድና ተመዝጊብና እቲ ክላስ ካብ ሽዑ ጀሚሩ እየ ማለት እዩ ሰለስተ ሰለስተ ዓመት ገለ ዝኾን ክላስ ወሲደ ምስ ብፆተይ ብድሕሪኡ ካብኡ ዓመት ገለ ኾን ፀኒሕና ግን ናብ ስራሕ ኣቲና ማለት እዩ ናይ ፈለማ ስራሕካ ኸ እንታይ ትብል ነይራ ናይ ፈለማ ስራሐይ ምስ መምህር ኤፍሬም ካሕሳይ ኳዳ ሰብ ኣልቦ ትብል ስራሕ ነይራቶ መምህር ኣብታ ስራሕ ንትምህርቲ ንዓና ንፕራክቲካል ንኾነና ኢሉ ዳርጋ ብክላስ ምሉእ ማለት እዩ ሰማንያን ሓሙሽተን ተምሃሮ ብሙሉኣትና ተወሲድና ንዴዳ ዴዳ ፍልፍል ገለ እንዳበልና ናይ ክልተ ሰሙን ዕረፍቲ ነይሩ ናይ ትምህርቲ ግዜና ብምሉእ ኣብ ስራሕ ኣሊፍና እታ መጀመርያ ኣብ ካሜራ ከምዚ ምስ ህዝቢ ቀሪበ ገለ ዝረኣኹላ ሻዕ ዝኾነ ፓርት ገለ ሒዝና ዘይኮና ሃማን ነስራ ንክር ክርእይዎ ኣለዎ ስለተባህለ ናይ ኮራስ ፓርቲ ኢና ሒዝና ከይድና ግን ኣዝዩ ጽቡቕ ነይሩ ዋላ ንዓይ እኹል ትምህርቲ ወይ ካብቲ ትምህርቲ ወሲደ ዝነበርኩስ ሞር ድፍረት ንክወስድ ዝገበረኒ ከዓ ሽዑ ግዜ እዩ ማለት እዩ ናይ መጻኢ ስራሕትካ ኣብ ምንታይ ዘተኮረ እዩ ናይ መጻኢ ስራሕተይ ማለት ኩሉ ነገር መጀመርያ ምስ ዕድመ ጥዕና ክበካ እንዲኻ ንኣምላኽ ትልምኖ ሕጂ ዕድመን ጥዕና እንተሂብንስ ምሽ ከምዚ ነዚ ሒዝዮ ዘለኹ ሞያስ ብዝለዓለ መልክዑ ሒዝዮ ክኸይድ ደሊ ኣብ ርእሲ እውን ካልእ ኣሎ ክላሳት ምሽ ነቲ ዝወሰድክሉ ብዳይሬክት ተማሂረ ዋላ ካልእ ካልእ ምውሳእ ዋላ ድርሰት መፅሓፍ ገለ ሕጂ ነቲ ሞር ዘይገበርክዎ ዘለኹ ዘይበፃሕክዎ ዘለኹ ንዑ ሞር እዝጋብሄር ዕድመን ጥዕናን ትሂብኒ ክበፅሖን ክፅዕረሉ ንደሊ ማለት እዩ ቴንኪዩ ዝሓወይ ማዕረይ መሊሰልካ ክኸውን ተስፋ ገብር ተድንቆ ተዋሳኣይ ወይ ተዋሳኣይት መን እያ ትብለኒላ ኣነ ዘለዎም ዘድንቆ ተዋሳኣ ማለት እዩ ብምልኦም ተዋሳእቲ ሃገርና ብጣዕሚ እየ ዘድንቆም ስፔሻሊ ብምልኦም እዞም ዓበይቲ ማለት እዩ እቶም ዓበይቲ ብጣዕሚ ብፍቕሪ ዝፈትዎም ብፍቕሪ ዘኽብሮም ብፍቕሪ እየ ከዓ ዝፈትዎም ገለ ምክንያቱስ ካብ ቆልዑትና ናቶም ስራሕ ዳረኣና ስለ ዝዓብና ማለት ዋላ ስቲል ናብ ዓብና ናቶም ስራሕ ክሳብ ሕጂ ስለ ንከታተሎም ስለ ንስዕቦም ገለ ግን ሓደ ሰብ ሜሽን ክገብር እንተ ኣለኒ ኮይኑ ግዴታ ግን ኣነ ፍዋድ ኣላሚን እየ ዝፈትዎ ኣነ ብፍዋድ ኣላሚን ብጣዕሚ እየ ብስርሑ ዘድንቆ ብጣዕሚ እየ ብስርሑ ዝፈትዎ ገለ ብክብሪ ብጣዕሚ ማለት እዩ ሕጂ ፍዋድ ኣላሚን ብጣዕሚ እየ ዘድንቆ ካብ ኣዋልድ ድማ ልክዕ ከምኡ እዩ እተን ዓበይቲ ኣዴታትና ብምሉእን እየ ዘኽብረን ዘድንቀን ገለ ግን መረብ እስቲፋኖስ ብጣዕሚ እያ ትስሕበኒ ከም ተዋሳኢት ብጣዕሚ እየ ዘድንቓ ዓብ ክብሪ ከዓ ኣለና ኣብኣ ምስ መንከ ክሰርሕ ትደሊ እዚኣ እዚኣ ኬፍ ዘለዋ ሕቶ ኣነ ሓቂ ሓሽ ከምዚ ክብለካ ክብሎ ፅናሕኩ ማስ እግዚኣብሔር ዕመን ጥዕና እንተሂብኒ ምስ ብምሎም ኣርቲስት ናይ ሃገርና ክበፅሖም ደሊ ብምሎም ማለት እዩ ዋላ ብሕጂ ብድሕሪ ክጅምሩ ዝኽእሉ ስባት ክህልዉ ስለዝኽእሉ ምስ ብምሎም ክሰርሕ ደሊ ግን ብፍሉይ ድሕሪ ሓይትኩም ግን ምስ ማዕበል ተስፋ ገርግሽ ክሰርሕ ደሊ ኣነ ማዕበል ብጣዕሚ ዘድንቆ ብስርሑ ብኩሉ ነገሩ ገለ ስፔሻሊ ኣብ ኣንበልብልን ኣብ ሚልዮኑን ሒዝዎ ዝነበረ ካራክተራት ገለ ብጣዕሚ እዩ ኣብቲ ሓደ ብሰሓቕ ብጣዕሚ እዩ ሞራል ዝበኒ ኣብ ሚልዮኑ ከዓ ብጣዕሚ ከምዚ ከብደይ ዝትንክፈኒ ነገራት ገለ ዘለዎ ሕጂ ምስ ማዕበል ተስፋ ገርግሽ ክሰርሕካ ብጣዕሚ ደሊ ኣነ ናብ ኤርትራ ክትድውሉ ከለኹም ብዙሕ ገንዘብ ዶ ተጥፉ? ማይኮል ግሎባል ንዓዲ ማለት ናባና ንምድዋል እቲ ዝበለጸ ምዃኑ ሰሚዕኩም ዶ? ገንዘብኩም ንምቑጣብ ርትዓዊ ዋጋ። ብሓንቲ ሲም ንኹሉ ኣገልግሎትኩም ኣብዚ ዓዲ ከም ድላየ። ንኤርትራ ከኣ ነጻ ደቃይቅ ኣለና እንታይ ንጽበ ኣለና ነዛ ሊንክ ብብጥዋቅ ኣብ ዲስክሪፕሽን ኣሎ ዓሚል ንኹን ዝኾነ ሕቶ ተለኩም ከኣ ኣብዚ ቁፅሪ ቴሌፎን ደውሉ ማይኮል ግሎባል ማይኮል ግሎባል ማይኮል ግሎባል ማይኮል ግሎባል ብሉፅ ምርጫ ኣፍቆ ስድራ ይበርትዕኒ መደወሊ ከቢርኒ ትብል እንድሕር ኣለኻ ማይኮል ግሎባል ተጠቀም
ንኹልኹም ተቐማጦ ኖርወይ ብሓንቲ ሴን ንኹሉ ኣብ ኩሉ ምስ ኩሉ ንምርኻብ ማይኮል ግሎባል ተጠቐሙ። ተዘይተጠቂምካ ግን ንስድራቤትካ ክነግሮም እየ።
ሰላምካ ይብዛሕ ክቡር ሓወይ እንኳዕ ብሰላም መጻኻ ኣነ ዝሓተካ ሕቶ ኣብ ኣፈጣጥረኻስ ጎደሎ ኣለኒ ትብል ዶ ወይስ እዝጋብሄር እዚኣ ክምልኣለይ ነይርዎ ትብል ዶ? ዋእ ብፍፁም ምኽንያቱ ኣምላኽ ይመስገን ብኣፈጣጥራይ ብጣዕሚ ዕጉብ ኣነ ናይ መወዳእታ ማለት እዩ ብጣዕሚ ሕጂ ንእግዚኣብሔርሲ ዋላ ካብዚ ናተይ ከማ ንካልእ ሰብ ወሲዱ ኣይምቀል እምበር ኣነ መላእለይ ክብሎ ገለ ኣይክእልይ ብዘለኹ ብጣዕሚ ዕጉብ መድሃኒ ሃወይ ብጣዕሚ እየ ዘድንቐካ ካብ ዘለኻዮ ንላዕሊ ብጣዕሚ ክትብርትዕ ድማ ተስፋ እዩ ዕድመን ጥዕናን ይሃብካ ኣብ ኣድናቂትካ ካብ ኣድናቂትካ ሓርነት ኣራይ ያብለኖ ሓሮ ሃብተይ ኣነ እውን ብጣዕሚ እየ ዝፈትወኪ ዘድንቀክን ዘኽብረክን ቴንክ ዩ ሶ ማች መጀመርያ ሰሰን ኢንተርቴንመንት እንኳዕ እንኳዕ ነቲ ንፈትዎ ተዋሳኣይ ኣምጻኹምልና ዕንድ መዳ ሓወይ እንኳዕ ብደሓን መጽኻ ኣብ ስራሕካ ዓወትን ኣሳልጦን ኣብ ሂወትካ ድማ ዕድመን ጥዕናን ይምነየልካ ቀጺለ መዳ ሓወይ ክሓተካ ደልየ ዘለኹ ሕቶ መጀመርያ ዝተዋሳእካላ ፊሊም እንታይ ትብል ኔራ ክንደይ ከ ተኸፊልካ? እዋእ መጀመርያ ተዋሳእኩዋ ፊሊም ሕጂ ምውሳእ ሕጂ ምውሳእ ማለት ካራክተር ሒዘ ወይ ሮል ሒዘ ናተይ ዘይኮነ ዋላ ሓንቲ ሮል ዘይብሉ ግን ፊሊም ዝረኣኹሉ ሰብ ክስራሕ ዝረኣኹሉ ፊሊም ዋላ ሓንቲ ፓርት ዘይብላ ግን ምስ መማህርተይ ምስ መሳቶይ ምስ ፈትዎም ደቂ ክላሰይ ናይ ኳዳ ምሳይ ተማሃርቲ ዝነበሩ ተኣኪብና ዝኸድናላ ለዓምቲ ኣቐድማ ቢለ ዝገለጽኳ ፊልም ሰብ ዓርቦ ትብል ፊልም እያ ኣባያ መጀመርያ ስራሕ ርእየ ኣነ ብኣካል ምስ ካሜራ እንታይ እዩ ገለ ኩሉ ዝረኣናሉ ብትምህርቲ መሰነይታ ናይ ትምህርቲ ፕራክቲካል ክኾነ ኮ ተባሂልና ኢና ተወሲድና ናብኡ ኣባይ እያ መጀመርያ ሰሪሐ ክላስ ስለ ዝነበረ ከዓ ብኡ ኢና ዓጊብና ማንም ሰብ ዝተኸፈለ የለን ኢብን ቅርሺ እውን ዝሓተተ የለን ግን ኣዝዩ ደስ ዝብል ኣጋጣሚ ከዓ ነይሩ እሱ ማለት እዩ መርዓ ናይ ዓወት ገብረ ጻድቕ ናይ ዳንኤል መለስ ናይ ክብረት ኣማረን ኣብ ሓደ መዓልቲ ይኽውዕል ሓራይ ሰለስቲኦም ከዓ ዓርኪ ኩነልና ኢሎምኻ እሞ ንመን መጀመርያ ምኾንካ ካልኣይ መጀመርያ ሰለስቲኦም ንዓይ ክብሉኒ ይኽእሉ ኣይክእሉን ርግፀኛ ኣይኮንኩን ግን ምስ ሰለስቲኦም ብጣዕሚ ጽቡቕ ዝኾነ ርክብ እዩ ዘለና ምስ ክብረት ብጣዕሚ ንፋቶ ንፍቓር መሳርሕቲ ኢና ምስ ዓወት ከዓ ልክዕ ዘ ሴም ቲንግ ኣብ ክንራኸበሉ ሰዓት ዳተጫረቕና ዳተፃወትና ኢና ንሓልፍ ምስ ዳንኤል ከዓ ልክዕ ከምኡ ሕጂ ግዴታ ክምልስ እንድሕር ኣለኒ ኮይኑ ግን ምስ ንመን ምበልኩ ምስ ዳንኤል መለስ ምበልኩ ምክንያቱ ምስ ዳኒ ካብ ስራሕ ወፃእስ ቁሩብ ናይ ብፐርሰናሊ ናይ ቤንና ንእሸይ ሕውነት ሲ ካብቲ ካብ ቁርብ ንእሽተይ ኣላትና ውልቅና ንራኸብ ንራኸብ ኢና ገለ ሕጂ ንዕኡ ምበልኩ ኢለ ይሓስብ ዋላ ሰለስቲኦም ተዝሓስቡካ እንድሕር ዳኒ ኣነ ክኾነሉ ሓሲቡ ቀዲሞም ክብለኒ ከም ዝኽእል ከዓ ተስፋ ገብር ማለት እንድሕር ኣነ ክኾነሉ ደልዩ ማለት እዩ ተመሊሳ ክትከውን ተስፋ ገብር ንበዓል ክብረት ዓወት ግን ኣይኮነልኩም ማለት ኣይኮነን ክኾነልኩም የወላ ንዓኹም ብመዓልትኹም ማለት እዩ መዳ ጨካን ኣብ መብረር ጌርካ ዘሕረካኒ ካብኡ እንድሕር ክሳብ ሕጂ የጸለይካ እዋይ በዛ ነገር እዚኣ መዓዝ ሰብ ይፅላል ንዓይ ግን በቲ ሓደ ወገን ከዓ ብጣዕሚ እየ ዝሕጎስ ምክንያቱ ዘይስራሕ ነይረሲ ሰብሲ ኣብ ምፍታውን ምፅላእን ከማ ንዓይስ ኣይምበፅሐ ነይሩ እንኳዕ ስራሕ ከዋገለ ካብተን ዝፈትወን ስራሕ እያ ከዓ መብረድ ዋላ ብሓሳባ ድዩ ብኩል ነገራ ዋላ ኩሉ ኣብ ስራሕ ዘሎ ስፔሻል ዋላ ኣብታ ስራሕ ዘለዉ ሰባት ገለ ብጣዕሚ እየ ዝፈትዎም ዘኽብሮም ቀፂለ ከዓ ዓርክላትካ ዶ ማራኢኻ ከዓ ውድእ ውድእ I like you so much ኣብ ፅሑለይ እዚ ኣብለና ኣሎ I like you too more brother ኣነ ከማን ብጣዕሚ እየ ዝፈትወካ ዘኽብረካ ገለ ዓርኪ ኣላትኒ ኣልከላትኒ በጃኻ ኣዛነይቲ ሕቶታት እየን ተገዲስካ መልሰለይ ቤራ በዓል ጠራሙስ ካብ ፖርቱጋል እንዲ ድንግል ዲኻ እዩ ወዲ ድንግልና ኣሎ ወዲ የብሉን ኣይፈልጥ ደ ዳኖ ወዲ ወዲ ድንግልና የብሉን ማለት ሲ ወዲ ድንግልና የብሉን ሕጂ ብኸመይ ድንግል ክኾን ትጽበየኒ ኣለኻ ኣይፈለጥኩን ካልኣይቲ ናይ ሚለን ሃይሉ ኣክሽና ሳዕስዒት እባ ርኤና ከመይ ገይረ ምኽረይካ እዚኣ ብጣዕሚ እየ ዝፈትዋ ግን ከም ዝፈትዋ ገሊፀ እየ ክሓልፋ ዝኽእል ምክንያቱ ሳዕስዒያ ከርእየካ ይክእል እየ ሶሪ ኣብ ካልእ ኣጋጣሚ ግን ዋላ ብኣካል ተረኺብካኒ ከርእየካ ይኽእል እየ ማለት እዩ ውይ ካብ ክፍሊ ኣካላት ጓል ኣንስተይቲ ሲ እንታይ ደስ ብለካ እዩ ሕጂ ብዙሕ እዩ እቲ مش ኩሉ ሰብ ነናቱ ወላሃርያት ገለ ኣለዎ ኣብ ከምዚ ሕጂ ብመንፅር ጓል ኣንስተይቲ ብመንፅር ኣደይ ክሓስባ ተኮይነ ካብ ኩሉ ነብሳ ካብ ጨጉራ ኣትሒዘ ክሳብ እግራ ብጣዕሚ እየ ዝፈቶ ብመንፅር ኣደይ ክሪኦ ከለኹ ማለት እዩ ብማማ መልክዕ ክሪኦ ከለኹ ማለት እዩ ወፂኤ ግን ብካልእ ብናይ ፆታዊ ነገር ክጥምቶ ከለኹ ግን ሓቂ ሓሽ ከንፈራ ፅቡቕን ዓይና ፅቡቕ ጓል ኣንስተይቲ ደስ ትብለና እያ ንዓይ ከም ሰብ ማለት እዩ ቤራ በዓል ጠራሙስ መሊሰልካ ከውን ተስፋ ገብር እታ ናይ ሚልዮን ሃይሉ ግን ይቕሬታ ሓራይ መዳ ሓወይ በጃኻ ብሓንቲ ዓው ኢልካስ ዓው ኢልካስ ፈገግ ኢልካ ሳሕ ሰሓቐልና ሰሓቕካ ማራ እዩ ኬፍ ዝበኒ እሞ በጃኻ ተገዲስካ ሰሓቕ ተገዲስካ ሰሓቐለይ ውይ ሰሓቕ ብጣዕሚ እየ ፈቱ መዓት ቆረ እኳ እንተጸሊኒ ስለ ዘሎ እምበር ካብዚ ንላዕሊ ጽቡቅ ገይረ ምሳሓኩ ብኸይሊ ኢልካ እየ ክብኸይልካ ዘይክእል ኣብ ከምዚ ኣጋጣሚ ግን እምበር ብጣዕሚ እየ ዝፈትወን ቴንኪ እኳ ነቲ ዝፈትዎ ነገር ስለ ዝሓተትኩምኒ ምስ ሂወትካ ዝተኣሳሰር ፊልም ሰሪሕካ ትፈልጥ ዶ እዋይ ክሳብ ሕጂ ሰሪሐይ ኣይፈልጥኒ እንድዐ ከዓ ብሕጂ ምናልባት እምበር ሰሪሐ ይፈልጥኒ ዲያና ዲያና ከዓ ከምዚኣ ኢላትንላ ዲያና ሓፍተይ እዚኣ ኣቕሚጠ ከዚ መዳሽ እኮ ዝፈትዎ ተዋሳኣይ በረኸት ተኸስታ በረኸ ተኸስታ ቴንኪ በረኻ ሓወይ ኣነ እውን ብጣዕሚ እየ ዝፈትወካን ዘኽብረካን ክብሪ ሃበለይ መዳ ሓወይ ኣነስ ክፈትወካ መዓት እየ እግዚኣብሄር ኣምላኽ ዕድመን ጥዕናን ይሃብካ ትብለና ሳራ ድማ ሳራ ሓፍተይ ቴንኪ እዩ ኣነ እውን ብጣዕሚ እየ ክፈትወኩ መዓት ቴንኪ እዩ ሳርቺ ክንደይ የሕዋት ኣለውኻ ክንደይ ከዕድሜኻ ትብለና ምሕረት ሓፍትና ዕድመይ 28 እዩ ትሽዓተ ኣሕዋት ድማ ኣለውኒ ማለት እዩ። ስነ ጥበብ ምስ ኣተኻዮስ ኣስተማቂርካዮ ዶ? ስነ ጥበብ ንክትኣቱ ማዕረ ክንደይ ትምኒት ነይርካ? ትምኒትካ ከ ረኺብካዮ ዶ? ኣብ ስራሕካ ኣሳልጦ ይምነየልካ ትብለና ስኒት ካብ ሆላንድ። ቴንክ ዩ ስኒት ሓፍተይ። እወ ብጣዕሚ ከማን ምስ ትማኣርቲ ኢልክኒ ብጣዕሚ ምክንያቱ እንታይ መሲልኪ ኣብ ናይ ስነ ጥበብ ስራሕ እንታይ ምሉእ መዓልቲ ኢኻ ስራሓ ትውዕል ሓደ ዝኾነ ሰብ ኣብ ሂወቱ ዘድልዮ ወይ ዘገድሶ ነገር ድማ ኢለ ዝሓስብ መፍትሒ ናይ ዝኾነ ሽግሩ ክኸውን ዝኽእል ሰሓቕ እዩ ድሕሪ ምሉእ መዓልቲ ሰብ ክሰሓቕ ዝውዕል ኮይኑስ ካብኡ ዝዓቢ ምስትምቓር የለን ኢለ ይሓስብ ትምኒት ነይርካ ዶ ትምኒት ብጣዕሚ ነይርኒ ከምዚ ዋላ ኣይርዳእንን ነይሩ ኸውን ይኽእል ቅድም ኣብቲ ሽውያ ዝዓበኹሉ ነገር ግን ምሽ ከምዚ ብኸመይ መገዲ ይኣትው ኢለስ ብጣዕሚ እየ ዝሓስብ ነይረ ኣጋጣሚ ናይ ትምህርቲ ዕድል ምስ ረኸብኩ ድማ ብወቢለ እየ ኣትዮ ስለዚ ትምኒት ነይርኒ እዩ መዳ ሓወይ እንኳዕ ብሰላም መፃኻ ዝፅበየ ሰብ ኢኻ ፀኒሕካ ቴንኪዩ ኣነ እውን ፅበያ ነይረ እዛ መዓልቲ ብምቕፃል ክትኮኖ ትደሊ ዘይኮንካዮ ወይ ክትገብሮ ትደሊ ዘይገበርካዮ ትህልዩ ንገረኒ ብለንሎ ኣብ ኣርቲ መስለኒ ክብሎም ኣብ ኣርት ኩቤ ሓወይ እንታይ ይፈቱ መሲልካ ቤዚስታ ምዃን ብጣዕሚ እየ ዝፈቱ ቤዝ ጊታር ክፃወት ብጣዕሚ እየ ደሊ ክሳብ ሕጂ ይሓስባ ጥራየ ክሳብ ሕጂ ከዓ እንዳሰማዕኩ የስተማቕረላ ጥራይ እምበር ክሳብ ሕጂ ዘይኮንኩዋ ነገር ተለ እዚያ ቤዚስታ ክኸውን ብጣዕሚ እየ ደሊ ኣይሆፕ ከዓ ኣብ ዝሓፀረ ግዜ ጀሚረስ ደሓን ዝኾነ እንታይ ይበሃል ክበፅሕ ኢለ ይሓስብ ማለት እዩ ትፈትዎ ትፀልኦ እንስሳ ኣለካ ዶ ገለ ካብ ፍሉይ ተዘክሮታትካ ከዓ ንገረና ሰላም ሓጎስ እንስሳ ዝኾነ እንስሳ ይጸልእን እየ ብጣዕሚ እየ ዝፈቱ እንስሳ ከምዚ ዋላ እንስሳ ምቕታል ገለ ከማን ኣይፈቱን እዩ ብጣዕሚ እንስሳ እየ ዝፈቱ ዝፀልኦ እንስሳ ግን ኣለኒ ተመን ብጣዕሚ እየ ዝፀልእ ኣብ ሙሉእ ሂወተይ ከም ተመን ገይሩ ንዓይ ዘሰንበደኒ የለን ከም ተመን ገይረ ዝጸልኦ ፍጥረት ከኣ የብለይን። ምክንያቱ ኣብ ዝተወሰነ ግዜ ስሪሕ ሰለስተ ኣብ ዝነበርኩሉ ክልተ ሽሕን ዓሰርተ ሓሙሽተን ንኣመኩሮ ተባሂለ ኣብ ዝኾነ ቦታ ከይድና ነርና ሓይልታት ግለ ከምዚ እዝጋብሄር እዩ ኣውጺኒ ሽዑ ኣነ ይረኣኽዎን ኣብ ጎነይ ዝነበረ ሰብ እዩ ከምዚ ገይረ ንክረግጾ ናይ ሰከንድ ምስ ተረፈኒ ብክሳደይ ስሒቡ እዩ ካብኡ መሊስኒ ገለ በታ ሰዓት እዚኣ ተዝረግጾ ሲ ብሂወት ነይረ ድየ ሕጂ ወይ እዛ ሕቶ እዚኣ ክሕተታ መባዓኹ ድየ መባዓኹን ኣይፈልጥን ዳስዋይ ሾ ብድሕሪ ብጣዕሚ ኣብ ተመን ዓቢ ፎብያ ኣለና ኣይፈቱን ተመን ሰላም ሰላም ክቡር ሓው ሰላምካ ይብዛሕ ኩዕሶ ትፈቱ ዶ ናይ መን ቲፎዚ ኢኻ ኣብ ሜዳ ብኣካል ክልተ ጋንታት ክጻወታ ንመን ክትረኸ ዕድል ምደለኻ ይብለኒ ኣሎ ውይ ኣሕመድ ሓወይ ኣሕመድ ሓወይ ኩዕሾ ይፈቱ ነይ ኣነ ከምዚ ሻሉ ስእሊ ንኸፀብቕ እዎ ናይ ኩስቶ ሃገር ናይ ኩስቶ ሃገር ገለ ክብለካ ቁኑዕ ኣይኮነን ኩዕሾ ተፃዊታ ኣይፈልጥ ነይ ኩዕሾ ከዓ ኣይፈቱ ነይ የሕዋተይ ገለ እዮም ብኩዕሾ ፅሉላት ሓደ ማንቸስተር ሓደ ኣርስና ገለ ከምታት ገለ ዝብሉ ሙሉ መዓልቲ ገለ ኣነ ኩዕሾ ርየ ይፈልጥ ነይ ገርመካ ኣብ ገዛና ናይ ሓምሳ ሜትሮ ሕልፍ ኢልካ ሜዳ ኣላ ክትፅበ መዓት ሜዳ ኩሉ ሰብኣዊ ይፃወት ኣነ ግን ተፃዊት ይፈልጥ ኒ ኩዕሾ ኣይፈቱን እየ ካልእ ስፖርት እየ ዝፈቱ ምሕንባስን ባስኬት ግን ብጣዕሚ እየ ዝፈቱ ማለት እዩ ካልእ ግን ክገብሮ ዝኽእል ክድግፎ ዝኽእል ግን ምናልባት ካልእ ክድግፎ ዝኽእል ምናልባት ዘይኮነ ግዴታ እዩ ማለት እዩ ሬድ ስካምልስ ናይ ኤርትራ ሃገራዊት ጋንታ ኩዕሾ ውፅኣት ከላ ግን ንዓ ድግፋ እየ ኣብ ሂወትካ ትፈትዎ እንታይ እዩ ኤንድ ብጣዕሚ እየ ዘድንቐካ ወዲ ኤረይ ትብለኒ ኣላ ሙዚት እዋእ ኣብ ህይወተይ ዝፈትዎ ነገር ሙዚት ሓፍተይ እንድዒ እንታይ ብህይወት ምህላወ እየ ዝፈትዎ በቃ ማለት ሲ ከምዚ እንታይ ድዩ ብዙሕ ነገራት ኣሎ ሕጂ ሰብ እየ ኣነ ከም ስለ ዘለኒ ምበልኩኺ ንዕኡ ኸኣ ምስ ረኸብካያ ካልእ ክትምነያ ኢኻ ገለ ሕጂ ብሂወት ምህላወይ እየ ንኣምላኽ እንዳመስገንኩ ዝፈትዎ ነገር ኣነ ብሂወት ምህላወይ እዩ ምክንያቱ ብዙሓት መሳተይ ኣብ ሰዓት እዚ የዕሩኽተይ ገለ ብሂወት ዘየለዉ ሰባት ኣለዉ ኣብ ከባቢኦም እንታይ ዓይነት ፅልዋ ገዲፎም ከይዶም ስለ ዝፈልጦ ገለ ሕጂ ብሂወት ምህላወይ እዩ ዝፈትዎ ነገር ኣነ መዳ ሓቢቢ ዝፈትዎ ተዋሳኢ ኢኻ ዕድመን ጥዕናን ይሃበለይ ፈጣሪ ቀጺለ ቀጽሎ ጥራሕ እያ ክብለካ ዝኽእል ብዝሓየለ መልክዑ ዕብለሎ ሃብቶም ሃብቶም ሃይለ ቴንኪዩ ሃብቶም ሓወይ ካብዚ ብዛዕቢ ከሐጉሰካ ወይ ከሐጉሰኩም ከዓ ተስፋ ገብር ግራሴ ሰላም ንዓኻ ይኹን መድሓወይ ኣነ ክሓተካ ዝደሊ ትምህርቲ ክንደይ በጺሕካ? ሳዋ ከ ወሪድካ ዶ? መርሃዊ ከበደ። እዋእ መርሃዊ ትምህርቲ ዓሰርተ ሓደ ክፍሊ እየ በጺሐ ኣነ። እዚ ክብለካ ከለኹ ግን ዓሰርተ ሓደ ክፍሊ በጺሐ ወዲ ዓሰርተ ሓደ ክፍሊ ንሳዋ ንክኸይድ ተበጊሰ ቤት ትምህርቲ ሓልያ እየ ዝመሃር ነይረ። ረቡዕ ንግሆ ንክብገሱ ሰሉስ ሰዓት ክልተ ይጸዓን ነይሩ። ሽዑ ትምህርቲ እዚ ናይ ኣርት ብመምህር ኤፍሬም ካሕሳይ ኳዳ ዝውሰድ ነበረ ኮርስ ወዲእና ኔርና። ምስ ባህላዊ ጉዳያት ምስኦም ናቶም ኣባላት ንኽንከውን ምስኦም ወረቓ ስለ ዝወዳእኩ እየ ግን ኣቋሪፀ እምበር ሳዋ ከይደ ብድሕሪ እንታይ ከኸውን ገለ ካልእ ኣርእስቲ ነይሩ ግን ዝፈትዎ ሞያ ስለ ዝነበረኒ ብኣርትሲ ዝኾነ ባይታ ክበፅሕ ስለ ዝሓስብ ዝነበርኩ እየ ጠርኒፈ ቦርሳይ ሰዓት ክልተ ናይ ምሸት ንኽፅዕን ሰዓት ዓሰርተ ሓደ ናይ ንጎ እየ ገዲፈዮ ኣጋጣሚ ሽዑ ምንኣስ ሓወይ ነይሩ ምሳይ ሳዋ ዝኸይድ ናተይ ናቱን ሳንጣ ሒዝዎ ንሳዋ ከይዱ ማለት እዩ። ፊልም ኣብ ትሰርሓሉ ግዜ ካብ ዘስሓቕካ ኣጋጣሚታት እባ ገለ ወስ በለልና እብለኒ ኣሎ ኪሮስ። ኪሮስ ሓወይ ኣብ ፊልም ኣብ ስርሓሉ ኩሉ ሂወትካ ይስሓቕ ብምሉእ ትገብሮ ነገር ሰሓቕ እዩ ዋላ እዛ ሕጂ ዘሕልፈልካ ዘለኹ ንዓኻ እንዳሰሓቕኩ እየ ዝነግረካ ዘለኹ ኣነ ግን ብፍሉይ ዘይርስዓ እዛ ዓንፈ ኣቐዲመ ዝበልኳ መጀመርያ ፊልም ክንሰርሕ ብመምህር ኤፍሬም ካሕሳይ ኳዳ መገሻ ዝኸድናሉ ዴዳ ሰብ ኣርቦ ማለት ከምዚ ናይ ባህላዊ ፊልም እዩ ነይሩ ሕጂ ኣብቲ ኣብቲ ሙቪ ብምልኣትና ተመላት ናይ ላዕሊ ጥራሕ ለብስናና ነርና ሕጂ ናይ ታሕቲ ብቆርበት ተሰርሐ እንታይ በሃል ኣብዚ ኢትካ ዝዕጠቕ ገለ እዩ ሕጂ ተቆርበት ገሊ ጨዳድ ኣብዚ ገሊ ገለ ገለ እዩ ሕጂ ኣብ ውሽጢ ብውሽጢ ጥራይ ፓንቲ ጌርና ገሌና ሕጂ ኣውቲስታ ነይሩ ብጣዕሚ ክውዕም ኣል ኣውቲስታ ሕጂ ኣብቲ ኣውቲስታ ተጻዒና ብምልኣት ከወደኻ ጓል ቂኻ ትኸይድ ክኸይድ ከሎ በረኻ ስለ ዝኾነ ከመይ ይኸይድ ገለ ኣይትርእን ኢኻ ብጣዕሚ ኢኻ ትስምብድ ሕጂ ካብ ምሕር ምንሃር ብምልኣት ናቶም ወዳት ዝቆርበትና እዩ ዝግንጸል ነይሩ ሕጂ ብምልኣት ካብ ካብ ምሕር ዓሰርተ ግዜ ብግንጻስ ለሚድናዮ እንታይ እሞ ክንገብር ሕጂ እቲ ኣጋጣሚ ክዝክሮ ከለኹ ነቲ ሓደ ዳርኣኻ ነቲ ሓንቲ ዳርኣኻ ሽዑ ዝስሕቆ ነበርኩ ሰሓ ብፍጹም ክርስዕ ኣይከለየ ምስ መጀመርያይ ንመገሻ ንኹሉ ነገር ስለ ዝነበረ እዚኣ ንእሽተይ ከምታ ይበሃል እምበር ከም ኣጋጣሚ ከማን ኣይኮነን፣ ግን ከምኡታት ኣሉ። ኣጎር ኦርጋኒክ ሄር ኦይል ኣጎር ኦርጋኒክ ሄር ኦይል ከምቲ ካልእ ናይ ኦጎር ዘይቲ ካብ ጋባ፣ እንጣጢዕ፣ ኣውሊዕ ዝተሰርሐ ኮይኑ ፍልልይ ዘብሎ ኣብቲ መትሓዚ ጎማ እዩ። ወዲቑ ኣይስበርን ኣይፈስስን። ክንለኽየሉ ከለና ድማ ካብቲ ዝነበረ ብዝቐለለ ኣገባብ ንጥቀመሉ። ፍርያት ኣጎር ኩሉ ኣብ ዓዲ እንግሊዝ ይስራሕ። ኣብ ድኳንኩም ክትሸጡን ክተከፋፍሉን ምስ እትደልዩ በዚ ተጠቒሱ ዘሎ ዌብሳይትናን ተሌፎንናን ክትረኽቡና ትኽእሉ። ከምኡ'ውን ኣብ ኩሉ ናይ ሓበሻን ኣፍሮን ድኳናት ክትረኽቡ ትኽእሉ ኢኹም። መዳ ኣስሊ ብመጀመርያ ኣብ ስራህካ ዓወትን ኣሳልጦን ይምነየልካ ቴንኪ ብምቕጻል ባህርያትካ ከመይ እዩ ንዓይ ዝሑል ኮንካ ኢኻ ትስምዓኒ ካብ ኣድናቒትካ ኣንጎላ እወ ማራ ዝሑል ኣይኮንኩን ማራ ከዓ ውዑይ ኣይኮንኩን እምበር ደሓን እየ ዝሕል ዝበልኩ እየ ይመስለኒ እንዳ ከኣ ደሓን እቲ ካልእ ሰብ ዝብለኒ ሕጂ እንታይ ድዩ ከምዚ ነብስኻ ምጽቡቓ ገለ ከይመስል ወይ ነቲ ጸጽቡቕ መሪጽካ ምውሳድ ገለ ከይመስል ደሓን እዩ ተሓሪቓ ግን ሓደ ሓደ ግዜ እንታይ ይገብር ከማን ኣይፈልጥን ብጣዕሚ ክሓርቕ መዓት ቀልጢፈ ይሓርቕኒ ግን ድሕሪ ትማች ሓሪቐ ገለ ናብ ኣደ ነው እንታይ ከም ዝገብር ዘይፈልጠሉ ግዜ ዝበጽሕ ግዜ ኣሎ ግን ደሓን እየ ህድእ ዝበልኩ እየዎ መጀመርያ ሰላም ጥዕና ንዓኻ ይኹን መዳዊ ካብዛ ኮራይት ዓለም ክሳብ ላዕለዋይ ሰማይ ይብለኒ ኣሎ እዚኣ ካብ ፍልይ ሰላም ኣባህላ ብከምዚኣ ሰላም ተባሂለ ይፈልጥ ነ ቴንኪ ፍሉይ ጌርካ ሰላም ስለ ዝበልካኒ ዝሓወይ ማዓረይ ስነ ጥበብ ኣብ ኢንዱስትሪ ናይ ኤርትራ ካብ ዘለዎ ክብሪ ክረክብ ዋግኡ ክዓብን እንታይ ክግበር ኣለዎ ትብል ከም ሓደ ኣርቲስት ንህዝቢ ቴንክ ዩ እዚኣ እንታይ እስከ ንዝኾነ ኣርቲስት ማለት እዩ ኣነ ዝኾነ ዝሰርሖ ስራሕ እዚኣ ሕዚ ዛሰራሓ ዘለኹ እዚኣ እዛ ዝምልሰልካ ዘለኹ ነገር በይነይ ንኽሪኣ ኣይኮንኩን ንህዝቢ እያ ትስራሕ ዘላ ወይ ነደይ ወይ ነቦይ ከዓ ኣይኮንኩን ዝሰርሖ ዘለኹ ሕጂ ዝኾነ ንሰርሖ ስራሕ ኩሉ ንህዝቢ ክሳብ ዝኾነ እዚ ነገር እዚ ክዓቢ ተደኣ ኮይኑ በቃ ህዝቢ ብጣዕሚ ክዕብየና ዘለዎ ኮመንት እንዳሃበ ንሰርሖ ስራሓት ሼር እንዳገበረ ኣብቲ ዝኾነ እንታይ በሃል ዝመፁ ዝኽፈቱ ቻነላት ሳብስክራይብ እንዳገበረ ብንዋት ዘለዎ ድዩ ብንዋት ብኩሉ ነገር ዓቕሚ እንዳሓገዘ ክምውል ዝኽእል ዋላ ዓቕሚ ተልዎ እንዳዓበየ ክዕብየና ዝኽእል ህዝቢ እዩ ስለዚ መረዳእቱ ህዝቢ ኣብ ስራሕ እዚ ወይ ኣብዚ ዓይነት ኢንዳስትሪ እንተ ዓብዩ ንሕና ልክዕ ናትና ዋጋን ናይቲ ስራሕ ክብርን ክዓበ ይኽእል እዩ ዝበል ርድኢት ኣለና ኣነ። መዲ ሓወይ መጀመርያ ኣብ ስራሕካ ኣሳልጦ ኣብ ሂወትካ ጥዕና ይምነየልካ ክሓተካ ደልየ ዘለኩ ሕቶ ካብ ሂወትካ ዘጉሄካ መዓልቲ ብምንታይ ምክንያት ከ ፕሊስ መዲ ሓወይ። እምባ ኣነ ሓቂ ሓይሽ ከምዚ ብዙሓት ኣብ ከባቢ ብዙሓት ሰባት ረኺበ ኣነ ብዙሓት መሳርሕቲ ገለ ኣጥረየ ገለ ግን ዘጉሄኒ ነገር ተልዩ

ክኸውን ዘይነበሮ ነገር እዩ እቲ ነገራት ገለ ዋላ ሱስ ከምዝቻሎ ከጋጥሞ ዘይግብኦ ነገር እዩ ገለ ኩሉ ሕጂ ሓደ ሓደ ግዜ ፍቓድ እግዚኣብሄር ስለ ዝኾነ ኢና ነገራት ብጣዕሚ ሸለል ንብሎም ገለ እታ ተጉየኒ ነገር በቃ ንፊልሞን ዓርከይ ዝኸሰርኩላ መዓልቲ እያ ማለት እሱ ብሂወት ተፈለየላ መዓልቲ ማለት እዩ ሰላም ንዓኹም ክቡራት ኣዳለውቲ ሰሰን ኢንተርቴንመንት ቀፂለ ክሓትኩም ደልየ ዘለኹ ሕቶ ብለኩም ኣለኹ ሰሰን ኢንተርቴንመንት እዚኣ ናባኹም እያ ዝሓቶ መስለኒ ስለምንታይ ኢኹም ክሳብ ሕጂ እዛ መደብኩም ካብ ትጅምር ተዋሳእቲ ጥራይ ተምጹልና ዘለኹም እሞ እቶም ካልኦት ደረፍቲ ወይ ካልእ ዓይነት ፊልድ ዘለዎም ኣብ ኣርቲ ዘለዉ ኸ ስለምንታይ እዮም ዘይመጹ ትብል ኣላ ሕጂ እዚኣ ናብኣ ኣይኮነትን ግን ሕቶኻ ከብጽሓልካ ኣነ እዚኣ ሶላሓ ወይ እዚኣ ናባኹም እያ ስለምንታይ ኢኹም ተዋሳእቲ ጥራይ ተምጽ ዘለኹም ክሳብ ሕጂ እወ ኣብ መደብ ኣሎ ኣሎ ኣብ መደብ ኣሎ ክቡር ሓውና ኣብ ምሽ ካብ ክቡር ሓውና ኣብ ዝመጽእ ቀጻሊ ብመደብ ተታሒዙ ኣሎ ናቶም ቅድም ክንወድእ ኢሉ እዩ ወይ ድማ ምናልባት ንዓይ መወዳእታ ክገብረ እንደልዮ ክገብረ እንደልዮ ክኸውን ቀፂለ ድማ መዳሓውና ስነ ጥበብ ዝበዝሕ ግዜ ማሕለኻታትን ብዙሕ ሃልክን እዮም ዝኣትዎ እሞ ካብ ዘጋጥመካ ማሕለኻን ኣሎ ዶ እንተሃልዩ ገለ በለና ኣነ ሓቂ ሓይሽ ከምዚ ብስድራ ቤተይ ብዝኾነ ገለ ዝኾነ ተፅዕኖ ገለ ኣጋጢሙኒ ይፈልጥን የብለይ ግን ኣነ ሕጂ እዛ ዘለኽዋ ደረጃ እዚኣ ንክበፅሕ ምናልባ እዛ ዘለኽዋ ደረጃ ሕጂ ከምቲ ህዝቢ ዝደለያ ድዩ ከምቲ ኣነ ዝደለያ ድዩ ኣይኮነን ካልእ ኣርእስቲ ወይ ካልእ መልሲ እዩ ግን ነዛ ደረጃ እዚኣ ንክበፅሕ ንባዕላ ሰለስተ ዓመት ኮርስ ወሲደ ሰለስተ ዓመት ተማሂረ እቲ እዚኣ እያ እታ ማሕላኻ ነይራ ክትከውን ትኽእል እታ ሃልኪ ንዓይ ንእሽተይ ማለት እዩ ዕውት ኮንካ ክትቅፅል ትገብሮ ፃዕርታት ኣሎ ዶ እወ ምክንያቱ እንታይ እስከ ከምዚ ብዙሕ ግዜ ምስ ሰባት እዕልል እየ ስፔሻሊ ምስ መሳርሕተይ ብዛዕባ ሓዱሽ ስራሓት ብዛዕባ ክንገብሮ ዘለና ብዛዕባ ኣብ ዳይሬክት ዝመፅእ ጎደሎታት ገለ ምሽ ነቲ ዘለኻዮ ነገር ብከምኡ እንዳዓበኹ ክኸይድ ኣብ ርእሲ ብዙሕ ፊልምታት ርእየ ሓደ ሓደ ስሕስሕቲ ደውን ዝኾነ ነናእሹ መፅሓፋት ገለኻ ከንብብ ፍፍትን እየ ብዙሕ ኣይኮንኩን ግን ንእሽተይ ከዓ የንብብ እየ ሕጂ ብዓቕመይ ከም ዝድለ ከማን ኣይኮነን ግን ብዓቕመይ ገለ ደሓን እየ ሕዚ እየ ይብል ኣብ ፊልም ክትሰርሕ ከለኻ ካብ መሳርሕትኻ ብፍቕሪ ጠመትካያ ብፍቕሪ ጠመትካያ መሳርሕትኻ ኣላ ዶ እንተሃልያ ፍቓደኛ ተኾንካ ንገረልና ንእግረ መንገድኻ ከም ተፍቅረካ ክንፈልጥ ብለን እሞ ኣምላኽ ይመስገን ከምዚኣ ተኽፍእ ነገር የላን እንዳ ከምዚኣ ኣጋጢማትኒ ትፈልጥና ክሳብ ሕጂ ምስ ብሙሉአን ምሳይ ዝሰርሓ ደቂ ኣንስትዮ መሳርሕተይ ብጣዕሚ ብፍቕሪ ዝጅምሮ ብፍቕሪ ኢና ኸዓ ንውድኦ ዋላ እቲ ወዲ ብድሕሪኻ ምስ ገሌን ዳርጋ የሕዋት ኮይና ምስ ገሌን ከዓ ምስ ስርዓቱን ክብሩ ዝሓለወ ኣካይዳ ኢና ንኸይድ ክሳብ ሕጂ ከምኡ ነገር ኣያጋጠመንን ረዳ ሽኮር ብጣዕሚ ብሉጽ ተዋሳኢ ኢኻ ብጣዕሚ እየ ዘድንቐካ በል ናብ ሕቶታተይ ክኣቱ ብለኒ ኣሎ ነዴኻ ብኸመይ ኢኻ ትገልጻ እታ ማለትሲ ሓቂ ሓይሽ ኣደ ልዕሊ ማንም ሰብ እንዲያ ከምዚ ብዙሕ ሰብ ነድዩስ ብዝጥዕሞ መገዲ ክገልጻ ክእል እዩ ገሊ ኣደ ዓለመያ ክብለካ ክእል ኣደ ብዙሕ ነገር ክብላ ክእል እዩ ነደ ሕጂ ኩሉ ሰብ ብዝርድኦ ገሊጽዋ ተጋጊኻ ክትብለሉ ትኽእል መልሲ የብሉን። ንዓይ ግን ኣደ ከም መድሃኔ በቃ ከምዚ ካብ እዝጋብሄርሲ እታ ዝበለጸት ህያበይ ንዓይ ኣደ እያ። ኣነ ነደይ ክገልጻ ተኾይነ ክድገም ዘይትኽእል እዝጋብሄር ዝሃበኒ ጊፍቲ እያ ኢለ ክገልጻ እኽእል። ካልኣይቲ ሕቶ ድማ ናይዚ ሓይቲን ጸን ሓውና ማለት ካብ ምንታይ እንታይ እዩ እቲ ምክንያት እዞም ኩሎም ተዋሳእቲ ሃገርና ኩሎም ይምርዓዉ ኣለዉ ካብ ሕጂ ካብ ምንታይ እዩ እቲ ካብ ምንታይ ትብል መዳ ሓወይ ናቦም ገጽካ ዲኻ ዋላስ ተኻሪጅካ ኢኻ ማለት እቲ ዕድመ ይበጽሕ ይኸውን እወ እቲ እዋን ከኣ ብዓቢኡ ምሽ ከምዚ እንድሕር ክትዓቢ ጀሚርካ ወይ ቁም ነገር ክትገብር ተደሊኻስ ናብ ከምኡ ዝደፋፍኣካ ግዜ ክኸውን ይኽእል እተን ኣዋልድ ተኾይነን ድማ ዕድሜ ይኸደን መብዛሕትአን ኩለካስ ዕድሜ ከኬድ ኣብ ኣርቲ ከለካ ሕጂ ከይተረዳእካ ኣብኡ ክሰርሕ ጥራይስ እሱ ኮይኑ ስለ ዝስምዓ ውላዶም ገለ ከየስተባሃልሉ ኣብ መርዓ ኣብካ ነገር ከይበፅሓውን ዝሓለፈ ብዙሕ ዕድመ ስለ ዝሓለፋ ካብኡ ተማሂረን ክኾና ይኽእላ እየን ዝብል ርድኢት ኣለኒ ተመወዳት ከዓ ኣይ ዶንት ኖው ከምዚ ክብሎም ኣይክእለ ግን ዋላ እሱ እውን ከምኡ ይኸውን ዝኽእል ኢለ ይሓስብ ኣነ ግን ሰጊረያ እየ እዛ ጉዳይ ምክንያቱ ጓል ክልተ ዓመት ቆልዓ ኣላትኒ ራብዒይቲ ናይ ዝሓውና ሕቶ ድማ በል ንማምኻሲ ሓንቲ ደርፊ ድረፈላ ብለኒ ኣሎ ብድምፀይ ክደርፈላ ኣይክእል እየ ምክንያቱ ኣብ ይቕሬታ ዋላ ነዚ ዋዳሎት መደብ ከማን ብጣዕሚ ሒዝዮም ቀነ ጎረሮ ሓያል ሰዓል ሓሚመ ስለ ዘቐነኹ ሕጂ ቁሩብ ስለ ዝሓሸኒ እየ መፀ ክደርፈላ ኣይክእል ግን ነደይ ክጋብዛ ዝኽእል ደርፊ ኣላትኒ ናይ ዮሃንስ ወዲ ቃሪን ፍሽኽታ ከትብል ደርፊ ምናልባት እሱ ነፍቃሪቱ ደሪፍዋ ክኸውን ይኽእል ወይ ንኻልእ ዝኾነ ሰብ ክኸውን ይኽእል ግን ኣነ እታ ደርፊ እቲኣ ኣብ ዝኾነ ሰዓት ክትመጽእ ከላ ንማማየ ይዝክራ ኣነ ሕጂ ኣብ ትሕቲ ዝኾነ ነገርሲ እታ ደርፊ ክጋብዛ ደሊ ንማማ ማለት እዩ መርዛ ሓውና መጀመርያ ሰላም ደሎ ሰላም ከመይ ትኸውን ብሎ ኣብ ስነ ጥበብ ጭኑቕ ኮንከ ኢኻ ትዋሳእ ንስኻ ዲኻ ትመርጾ እቲ ገጸ ባህሪ ወይስ እንታይ እብለኒ ኣሎ እዋይ ኣነ ኣይዝከረንን እዩ ከምዚ ተጨኒቐ ዝሰርሖ ማለሲ ሓቂ ሓይሽካ ስለ ትፈትወስ እቲ ከምኡ ከዓ ደስ ብለካ እዩ ስለኒ ከምዚ ዝኾነ ሓደ ሓደ ግዜ ተሃንካ ከተውፅእ ዲኻ ትደሊ ዋላ እንታይ ርግፀኛ ኣይኮንኩን ግን

ሓራይ መወዳእታ ክብሎ ደልየ ዘለኹ ነገር መጀመርያ መጀመርያ ካብዚ ዘሎ ወሪድና ዘሎ ሕማም ብዓለም ሙሉእ ሕማም ኮረና ብዙሕ ሰብ ምስ ስድራ ቤቱ ክንደይ ሰብ ክራኸብ ክተሓቆፍ ዝግብኦ ክንደይ ሰብ ውሉዱ ክርኢ ዝግብኦ ዘይርእሉ ደረጃ ዝበፅሕ ሰቱዌሽናት እዩ ዘሎ ካብኡ እግዚኣብሔር ምሕረት ኣውርደልና ካልኣይ ድማ ካብዚ ወሪዱ ዘሎ ኩናት ወረ ኩናት ብኡ ዝጠፍእ ዘሎ ብዙሕ ትንፋሳት ኣሎ ስለዚ እሱ እውን እግዚኣብሔር ባዕሉ ምሽ ብሓይሉ ጠጠ